ነቢይ ጾፎንያስ ኣብ መወዳእታ ናይ ሻውዓይ ዘመን ቅድሚ ልደተ ክርስቶስ ይሰብኽ ነበረ። ንጉስ ዮስያስ ብ620 ቅድሚ ልደተ ክርስቶስ መንፈሳዊ ምሕዳስ ገይሩ ነበረ። ጾፎንያስ ከኣ ቅድሚኡ ዓሰርተ ዓመት ኣቢሉ ብትንቢት የገልግል ከም ዝነበረ ይግመት። እቲ መጽሓፍ ህዝቢ ይሁዳ ንኻልኦት ኣማልኽቲ ስለ ዘምለኹ ክቕጽዑ እዮም፣ መዓልቲ ጥፍኣትን ዕንወትን ከርክቦም እዩ፣ እግዚኣብሄር ንኻልኦት ሃገራት እውን ክቐጽዖም እዩ፣ ኢየሩሳሌም ግና ሽሕ እኳ እንተ ጠፍአት ከም ብሓድሽ ክትሕደስ እያ፣ ትሕትናን ቅንዕናን ዝመልኦም ሰባት ድማ ኣብኣ ክነብሩ እዮም ዝብል ትንቢታዊ መልእኽቲ ዝሓዘ እዩ። ትሕዝቶ ናይ ትንቢተ ጽርፎንያስ። መዓልቲ ፍርዲ እግዚኣብሔር ካብ ምዕራፍ ሓደ ፍቕዲ ሓደ ክሳብ ምዕራፍ ክልተ ፍቕዲ ሰለስተ፣ ጥፍኣት ጎረባብቲ እስራኤል ካብ ምዕራፍ ክልተ ፍቕዲ ኣርባዕተ ክሳብ ፍቕዲ ዓሰርተ ሓሙሽተ፣ ሓጢኣት ኢየሩሳሌምን ምድሓናን ምዕራፍ ሰለስተ ካብ ፍቕዲ ሓደ ክሳብ ፍቕዲ ዒስራ። ትንቢተ ጾፎንያስ ምዕራፍ ሓደ እቲ ብዘመን ዮስያስ ወዲ ኣሞን ንጉስ ይሁዳ ናብ ጾፎንያስ ወዲ ኹሺ ወዲ ገዳልያ ወዲ ኣማርያ ወዲ ህዝቅያስ ዝመጸ ቃል እግዚኣብሔር እዚ እዩ። ኣነ ንብዘሎ ካብ ዝባን ምድሪ ከጥፎ እየ ይብል እግዚኣብሔር። ኣነ ንሰብን እንስሳን ከጥፎ እየ፣ ንዕዋፍ ሰማይን ዓሳታት ባሕርን ንመዐንቀፊታትን ምስ ናይቶም ረሲኣን ከጥፎም እየ፣ ንሰቡን ካብ ገጽ ምድሪ ከጽንቶም እየ ይብል እግዚኣብሔር። ኣብ ልዕሊ ይሁዳን ኣብ ልዕሊ እቶም ኣብ ኢየሩሳሌም ዝነብሩን ኩላቶም ኢደይ ክዝርግሕ እየ። ካብዛ ቦታ እዚኣ ንተረፍ በዓል ስም ካህናትን ጣዖታትን ምስ ናይቶም ካህናትን ከጽንቶም እየ። ነቶም ኣብ ልዕሊ ናሕሲ ንሰራዊት ሰማይ ዝሰግዱን ነቶም ንእግዚኣብሔር ዝሰግዱን ዝምሕሉን ነቶም ብማልካ ዝምሕሉን ነቶም ካብ እግዚኣብሔር ዝርሕቑን ንእግዚኣብሔር ዘይደልይዎን ዝሓትዎን ከጽንቶም እየ። መዓልቲ እግዚኣብሔር ቀሪባ እያ። እግዚኣብሔር መስዋእቲ ሕሩድን ኣዳልዩ ነቶም ዕዱማቱ ኸዓ ቀዲስዎም እሞ ኣብ ቅድሚ እግዚኣብሔር ኣምላኽ ስቕ በሉ። ክኸውን ድማ የብታ መዓልቲ መስዋእቲ ሕሩድ እግዚኣብሔር ኣነ ነቶም መሳፍንትን ደቂ ንጉስን ነቶም ክዳን ጓኖት ዝኽደኑን ክቐጽዖም እየ። በታ መዓልቲ እቲኣ ኣነ ንልዳት ዝዘልዋ ነቶም ንቤት ጐይትኦም ብዓመጽን ብጥበራን ዝመልእዋ ዅላቶም ክቕጽዖም እየ። እግዚኣብሄር ከምዚ ይብል ኣሎ፣ በታ መዓልቲ እቲኣ ደሃይ ጭድርታ ኻብ ደገ ዓሳ፣ ኣውያት ከኣ ኻብ ካልኣይ ደገ፣ ካብ ኵርባታት ድማ ዓብዪ ምስብባር ክስማዕ እዩ። ኵሉ ህዝቢ ኸንኣን ጠፊኡ፣ እቶም ብሩር እተሰከሙ ዅላቶም ጸኒቶም እዮም እሞ፣ ኣቱም ኣብ መኸቴሽ እትነብሩ ብኸዩ። በቲ ዘመን እቲ ክኸውን እዩ፣ ኣነ ንየሩሳሌም መብራህቲ ክጉርጉራ እየ። ነቶም ኣብ ሓተሎም ተቐመጡም ብልቦም እግዚኣብሔር ጽቡቕ ኣይገብር ክፉእ ኣይገብር ዝብሉ ሰባት ክቐጽዖም እየ። ገንዘቦም ክዝመት ኣባይቶም ክባድም ኣባይቲ ክሰርሑ ግና ከይክነብርዎን ኣታኽልቲ ወይኑ ክተኽሉ ወይኑ ግና ኣይክሰትዩን እዮም። እታ ዓባይ መዓልቲ እግዚኣብሔር ድምፂ መዓልቲ እግዚኣብሔር ቀሪባ ቀሪባ ኣዚያ ኸኣ ትቕልጥፍ ኣላ ሽዑ እቲ ጅግና ኣምሪሩ የእዊ እታ መዓልቲ እቲኣ መዓልቲ ቁጥዓን መዓልቲ ጸበባን መከራን መዓልቲ ምዕናውን ምብዳምን መዓልቲ ጸልማትን ጣቓን መዓልቲ ደበናን ግብ ዝበለ ጸልማትን እያ ነተን ዕሩዳት ከተማታት በረኽቲ ግንብታት መዓልቲ መለኸትን ኣውያትን እያ እቶም ንሰብ እግዚኣብሔርን እቶም ሰብ ንእግዚኣብሔር ስለ ዝበደሉ ኸጽበሎም እየ፣ ከም ዕዉራት ድማ ኽመላለሱ እዮም። ደሞም ከም ሓመድ ክኩዐዩ፣ ስግኦም ከኣ ከም ጓሓፍ። ነቶም ኣብታ ሃገር ዝነብሩ ዅላቶም ብድንገት ጥራስ ከጥፍኦም እዩ እሞ፣ በታ መዓልቲ ቝጥዓ እግዚኣብሔርሲ ብሩሮም ወይስ ወርቆም ኣይከናግፎምን እዩ። ግናኸ ኵላ እታ ሃገር ብሓዊ ቕንኣቱ ከተዋሕጥ እያ። ትንቢተ ሶፎንያስ ምዕራፍ ክልተ ኣቱም ዘይትሓፍሩ ህዝቢ እቲ ትእዛዝ ከይወለደ እታ መዓልቲ ኸኣ ከም ቦቕቡቕ ከይሓለፈት እትርሱን ቁጥዓ እግዚኣብሔር ከይወርደኩም እታ መዓልቲ ቁጥዓ እግዚኣብሔር ከይወረደትኩም ተኣከቡ ተኣከቡ ኣቱም ፍርዱ ትገብሩ ትሑታት ምድሪ ዅልኻትኩም ንእግዚኣብሔር ድለይዎ ምናልባሽ በታ መዓልቲ ቝጥዓ እግዚኣብሔር እንተ ተሓባእኩምሲ ጽድቂ ድለዩ ትሕትና ድለዩ እምበኣርሲ ጋዛ ክትሕደግ ኣስቃሎን ክትባድም ኣሽዶድ ብቕትሪ ክትስጎግ ዔቕሮን ድማ ክትምንቆሰ እቶም ኣብ ገምገም ባሕሪ ዝነብሩ ሰብ ህዝቢ ክረታውያን ወይሎም ኣቲ ኸነኣን ሃገር ፍልስጤማውያን ቃል እግዚኣብሔር ኣንጻርኪ እዩ ሓደ እኳ ኸይነብረክስ ከጥፍኣኪ እየ እቲ ገምገም ባሕሪ ድማ መጓሰይ ኣግነት፣ ጓሶት ደምበ ባግዒን ኪኸውን እዩ። እቲ ገምገም ከኣ ነቲ ተረፍ ቤት ይሁዳ ኪኸውን እዩ፣ ኣብኡ ኺጓስዩ እዮም፣ እግዚኣብሄር ኣምላኾም ኪበጽሖም እዩ፣ ኸም ምርኮ ድማ ኺመልሶም እዩ እሞ፣ ምሸት ኣብ ኣባይቲ ኣስቀሎን ኪድቅሱ እዮም። ኣነ ነቶም ህዝበይ ዝጸረፍዎምን ኣብ ልዕሊኦ ዶቦም ርእሶም ዘዕበዩን ጸርፊ ሞኣብን ምብጫው ደቂ ኣሞንን ሰማዕ። ስለዚ ኣነ ህያው እየ ይብል እግዚኣብሔር ጐይታ ሰራዊት። ኣምላኽ እስራኤል ብርግጽ ሞኣብ ከም ሰዶም ደቂ ኣሞን ከኣ ኸም ጎመራ ግዝኣት ቈጥቋጥን ጐድጓድ ጨውን ናይ ዘለኣለም ምድረ በዳን ክኾኑ እዮም ተረፍ ህዝበይ ክዘምቶም ሓድጊ ህዝበይውን ክርስተዮም እዩ ንህዝቢ እግዚኣብሔር ጐይታ ሰራዊት ጸሪፎምዎን ተዓቢዮምሉን እዮም እሞ ህዝቢ ሰሪ ትዕቢቶም ክወርዶም እዩ እግዚኣብሔር ንዅሎም ኣማልኽቲ ምድሪ ኸጥፍኦም እዩ እሞ፣ ኣባይቶም መሰክሕ ክኸውን እዩ። ኵላቶም ደሴታት ኣህዛብ ከኣ ነፍሲ ወከፍ ከካብ ቦትኦም ክሰግዱሉ እዮም። ንስኻትኩም ኢትዮጵያውያን ድማ ብሰይፊ ክትቅጠሉ ኢኹም። ኢዱ ኸኣ ናብ ሰሜን ኣቢሉ ክዝርግሕ እሞ ንኣሶር ከጥፋ ንነዌ ድማ ከባድማ ከም ምድረ በዳ ደረቕን ክገብራ እዩ ኣብ ማእከል መጓሴታት ኩለን እንስሳታት ኣህዛብ ክሰፍራ እየን ኣብ ባጉምባሓን ቅንፋዝን ኣብ ልዕሊ ጉሉላታ ክሓድሩ እዮም። ኣብ መስኮት ድምጺ ይዝምር፣ እቲ ተኸዲንዎ ዝነበረ ኦም ሊባኖስ ክቕላዕ እሞ እቲ ልዳውቲ ክባድም እታ ሃዲኣ ትነብርን ብልባ ኸኣ ኣነ ብጀካይ ሓደ እኳ ካልእ የልቦን እትብልን ሕጉስቲ ከተማ እዚኣ እያ። ከመይ ኢላ ባደመት፣ ማሕደር ኣራዊት ኮነት። ብኣ ዝሓልፍ ዘበለ ይፋጽን፣ ኢዱ ይንዝንዝን። ትንቢተ ጾፎንያስ ምዕራፍ ሰለስተ እታ ዓላዊትን ርኽስትን እታ ገፋዒትን ከተማ ወይልኣ ድምፂ ትሰምዐን ቅፅዓት ኣይትቕበልን ኣብ እግዚኣብሔር ኣይትውከልን ናብ ኣምላኽ ኣይትቐርብን መሳፍንት ኣብ ማእኸላ ጓዘምቲ ኣናብስ እዮም ፈራዱኣ ንንግሆ ገለ እኳ ዘይትርፉ ተዃሉ ምሸት እዮም ነባያታ መጓበብትን ጠበርቲ ሰብኡትን እዮም ካህናታ ንመቕደስ ኣርከስዎ ንሕጊ ዓመፁ እግዚኣብሔር ኣብ ማእከላ ጻድቕ እዩ፣ ንሱ ኣይእብስን፣ ንጎንጎ ከየብኮረ ፍርዱ ናብ ብርሃን የውጽእ፣ ዓማጽ ግና ሓንከት ኣይፈልጥን። ኣነ ንህዝብታት ኣጽነትክዎም፣ ግምብታቶም ዓነወ፣ ንመንገድታቶም ሓደ እኳ ከይሓልፈን ኣባደምክወን፣ ከተማታቶም ሓደ ሰብ ዘይብለን ዝነብረን እኳ ዘይብለን ኮይነን ጠፍኣ። ኣነ ኸኣ፣ ኣየ እንተ እትፈርህንስ መቕጻዕትኻ እንተ እትቕበልስ በልኩ። ሽዑ ሰፈራ በቲ እተጸባጸብክዎ ዅሉ ኣይምጠፍአን፣ ንሳቶም ግና ንግሆ ተንሲኦም ናብ ግብሮም ኣበላሸዉ። እግዚኣብሄር ከምዚ ይብል ኣሎ፣ ኵላ ምድሪ ብሓዊ ቕንኣተይ ክትወሓጥሲ፣ ኵራይን ርሱን ቍጥዓይን ምእንቲ ኸፍሰሎም፣ ንኣህዛብ ከኣኻኽቦም ንመንግስትታት ከኣ ከኣኻኽቦም ፍርደይ እሞ፣ ስለዚ ኽሳዕ'ታ ንዘመተ ዝለዓለላ መዓልቲ ተጸበዩኒ። ስለዚ ኩላቶም ንስም እግዚኣብሔር ክጽውዑ ሓቢሮም ከገልግልዎንሲ ሽዑ ንህዝብታት ጽሩይ ከናፍር ክመልሰሎም እዩ። ካብ ክንዮ ሩባታት ኢትዮጵያ እቶም ተማህለልተይ ፋሕ ዝበሉ ደቀይ መባእ ከምጽኡለይ እዮም። ሽዑ ኣነ ነቶም ብኹርዓት ክባህ ዝብሎም ኣብ ማእከል ክኸውጾም እየ። ንስኺ ድማ ድሕርዚ ኣብቲ ቅዱስ ከረነይ ኣይክትኮርዕን ኢኺሞ በታ መዓልቲ እቲኣ በተንኣይ ዝበደልኩሉ ኩሉ ግብርኺ ኣይክትሓንቅን ኢኺ። ኣብ ማእከል ክሽጉርን ድኻን ህዝቡ ክሓድግ እየ። ንሳቶም ብስም እግዚኣብሔር ክእመኑ እዮም፣ ክጓሰዩን ክድቅሱን እዮም፣ ዝሰንብዶም ድማ የልቦን እሞ፣ እቶም ተረፍ እስራኤል ኣይክብድሉን ኣይክሕሱን እዮም፣ ኣብ ኣፎም ከኣ ጠላሚት ልሳን ኣይክትርከብን እያ። ኣቲ ጓል ጽዮን ዘምሪ፣ እስራኤል እልል በል፣ ኣቲ ጓል ኢየሩሳሌም ብኹሉ ልብኺ ተሓጐሲ፣ ባህ ከኣ ይበልኪ። እግዚኣብሔር ንፍርድኺ ኣርሓቖ፣ ንጸላእትኺ ሰጎገ፣ እግዚኣብሔር ንጉስ እስራኤል ኣብ ማእከልኪ፣ ድሕርዚ ኸኣ ገለ ኽፉእ ዘፍርህ የብልክን። በታ መዓልቲ እቲኣ ንየሩሳሌም ወጽዮን ኣይትፍርሂ፣ ኣእዳውኪ ኣይተሓለላ፣ እግዚኣብሔር ኣምላኽኪ ኣብ ማእከልኪ ዘድሕን ጅግና እዩ'ሞ፣ ብኣኺ ሓጎስ ክሕጎሱ እዮም፣ ብፍቕሩ ኽሃድኡ፣ ብኣኺ እልል እናበለ ኽሕጎስ እዩ ክብልዎ እዮም። ነቶም ብዛዕባ ኣኼባ በዓላት ዝጉህዩ ክእክቦም'የ፣ ናትኪ እዮም፣ ጾር ጸርፊ ነበረ፣ እንሆ በቲ ግዜ'ቲ ነቶም ዘጨንቑኹ ኹላቶም ክጻረሮም'የ። ዝሓንከሰት ከድሕና፣ ነታ እተሰጐት ከኣ ክእክባ ኣብቲ ዝነወርዎ ኹሉ ሃገራት ክቡራትን ስሙያትን ክገብሮም'የ። ነቶም ምሩኻትኩም ኣብ ቅድሚ ኣዒንትኹም ምስ መለስኩዎም፣ ኣብ ኵላቶም ህዝብታት ምድረ ስሙያትን ክቡራትን ክገብረኩም እየ እሞ፣ በታ ግዜ እቲኣ ኸእትወኩም፣ በታ ግዜ እቲኣ እውን ክእክበኩም እየ ይብል እግዚኣብሄር።